ሰላም ሰላም ፍቱዋትን ክቡራትን ናይ ሰመረ ሸው ተኸታተልቲ ከመይ ትጸንሑ ሎሚ ን ከምዝልተለመደ ኣብ ዝህሉ ኩነታት ዘተኮረ ሓደሽቲ ሓደሽቲ ዜናታት ሒዘልኩም ቀሪበ ኔኹ ነዚ ቻነል ሓደሽቲ ተንኩም ሰብስክራይብ ምግባር ኣይትርስዑ እዚ ቪድዮ ምእንታይ ንኹሉ ክባጻሕ ላይክ ብምግባር ጀምርዎ። ኣወል ስዒድ ሸምዲዱ እዩ ዝዛረብ ክብሉ ሰሚዐ ነይረ። እወ ኣብ ሃገርና ኣብ ኣፍካ ዝመጸ ምኽልፍላፍ ኩልኩል እዩ ኣብ ሃገርና ደስ ዝበለካ ምዕፋር ኩልኩል እዩ ኣብ ሃገርና ህዝቢ ብናትካ ወልደ ሃርያት ፋሕፋሕ ምባል ኩልኩል እዩ ኣብ ሃገርና ኣነ ምሁር እየ ኢልካ ብኣፍካ ፈርሲ ምውጻእ ኩልኩል እዩ ኣብ ሃገርና ባህሉኒ እሞ ሎም መዓልቲ ክልተ ዓድታት ከባእስ ኢልካ ማይክሮፎን ሒዝካ ዓዕ ምባል እወ ኩልኩል እዩ ስለዚ

ባጃ ፌዘኛ ነው። ባጃ አንደኛ ወታደርም አይደለም፣ እስክስተኛ ነው፣ ዳንኪረኛ ነው። በዚህ መሃል ልብስ አልብሶ አመጣው። አነ ዝሰርሖም ፕሮሳት ሓንሳብ ብሰንኪ ዘዕሸል በሻሻ ካብ መሃርቲ ናብ ኮሜዲ ይቕየሩ። በቃ ንሓንሳብ እሞ ፈጺሞም ክሳብ ትወድቕ ዘስሕቑ ይኾኑ ኣለዉ። ከምቲ ልሙድ ብዋዛታት ቆልዓ በሻሻ ንዛነ ናይ ናሽናል ጂኦግራፊ ጋዜጠኛ ድማ ኮይናትለይ ወዲ በሻሻ ብእንስሳታት ዶ ክንዲ ዝዘረባሉይ

እንበልጣለን የተሻልነንን ብለው እንዲያምኑ እዚ ዘረባ እዚ ካብ ነብሰ ምትሓት ተረመሰ ሰብ ዝወፅእ ዘረባ ጥራይ እዩ። ኤርትራውያን ካብ ኢትዮጵያውያን ዝበለጽና ሰባት ኢና ኢሎም እዮም ዝሓስቡ ዶ በሃል። ሕጂ ግን ንዓኻ ክምልሰልካ ኤርትራውያን ካብዞም ሓሰውቲ ኣፎም ዝሃቦም ከማኻ ዝኣመሰሉ በላዕቲ ውዳቕ ኣጸቢቕና ንበልጽን ፈረቓ ንወ ብኸመይ ካባኻ ከም ንበልጽ እቶም መዛኑና ኢትዮጵያውያን ስልጣን ምስ ሓዙ ክበርሃልካ ኣይበናን እዮም ዝብሉ እሶም ሓቀይ ኣብ ይወሃብን ከላእን ክኾነ ይኽእልን ሕጊ እንድሕር ትኣምን ኮንካ ሕገ መንግስቲ እንድሕር ትኣምን ኮንካ ሕገ መንግስትና ሲ ናይ ትግራይ ወሰን ብንጹር ኣቕሚጥዎ እንዲ ዘሎ ብሕጊ ኣግባብኻ ትምጉት ትምጉቶ እኮ ትኸሶ ንዕኡ ክኾንካ እንትኸስስ ብሕጊ ኣግባብኻ ተብል ፌደሬሽን ዝለዓለ ናይ መንግስቲ ክስታይ ዝለዓለ ስልጣን ዘለዎ ፌደሬሽን ይሓቂ ፌደሬሽን ሲፈልጦ እዩ እዚ ተወከልቲ ስለ ዘይብልና እዩ ተረዲኻኒ ይፈልጥዎ እኮ እዮም ተፈታታሒ ቀሊል ምዃኑ እኮ ይፈልጥዎ እዮም ንሳቶም ምክንያት ናብታ ጦርነት ንክትኣቱ ግን ምክንያት የድልየካ ምክንያት ስለ ዘድልየካ እኮ እዩ ቅድሚ ሽዱሽተ ዓመት ዝሞተ ቤት ምክሪ ድርኣ ሕዚ ነቐኒቕካ ተምፅኦ ነቐኒቕካ ተምፅኦ እኮ እንታይ እዩ ግጠሙን እኮ እያ ብስሩ ጦርነት የድልይኒ ዘሎ ግጠሙኒ እኮ እያ ትበሃል ዘላ እንታይ እዩ ምኽንያትካ ተተባሃለ ምዕራብ እዩ ዝበሃል ዘሎ ትረድሃኒ ምዕራብ ደኣ ምስ ግዜያዊ መንግስቲ እቶ እኮ ትማሊ ወዲ ወረደ እኮ ይዛረበ ጌታቸው እውን እኮ ኣይኮነን ተዛሪብዎ ወዲ ወረደ እኮ ተዛሪቡ እኳ ምስ ግዜያዊ መንግስቲ እተው ተባሂልና ነርና እዩ ኣሎ መንግስቲ ዘይኮነን ዝርለ መሬትካ ዘይኮነን ዝርለ ህዝቢ መረበቱ ክምለስ ዘይኮነን ዝርለ ተረዲኻኒ ንዕዖም ግን ውሽጣ ውሽጢ ዝብልዎም ዘለዉ እንታይ እዩ ናብ መን ኢልኩም ትኸዱ ተቐተልኹም ከ ንመን ኣሚንኩም ክትከዱ እዮም ዝብሎም ዘሎ ሓቁ እቲ ህዝቢ ይኣቢ ዘሎ ኣይጠዓየን ዘሎ ኣብ ናህና እዩ ዝብለካ ዘለኹ ሓደ እሱ እዩ መሰረቱ ንዓና ንምፍልላይና ምክንያት ዝኾነስ ይብለካ ኣለኹ ካብቲ ስሩዕ መንገዲ ወፂኻ ጓል መንገዲ ምስ ተጀመረ ምስ ሻዕብያ ምስ ፋኖ ምስ ገለ ምስ ተባሃለ ኢና ንሕና ፀሊእናዮ ንብለካ ኣለና ሓደ ከምኡ እውን እየኪደና ኢና ንብል ዘለና ሓንቲ ዶ ክነገርካ ኣብነት ኣብ ወልድያን ገለን ከባቢ ዝቆሰሉ ፋኖ ኣለዉ ኣብ ኣዋሽ ዶክተር ሃደራ ኦር ዶክተር ዶክተር ሃደራ ኣይ ቲንክ ኣብኡ ይሕከሙ ኣለዉ ሓደ ብሎ ክለስ ይሕከሙ ፋኖ ይሕክም ኣብኡ ክነግረካ ቶምኡ ዝነበሩ ቲዲኤፍ ግን ገና ቁስሎም ከይሓወየ ከለዉ ምስቶም ዶክተራት ተዘራሪቦም ማለት እዩ ንስኻ በቃ ናብ ኣሃዱኻ ትከይድ ትኽእልና ገዛኻ ተዕርፍ ትኽእልኻ ገለ ተባሂ ኣውፅኦሞም ክልተ ሚእትን ኣርባዓን ከባቢ ካብ ሕብረት ካብ ገለመለ ኣውፅኦም ሰይዶሞም ፋኖ ግን ኣብኡ ይሕክሙ ከምዚኦም ዝበሉ ጉሒላታት ተጋሩ እውን ኣይኮነን ግልፂ ክነግረካ ናይ ቁስላት ናይ ዝሓመሙ ናይ ዘበሉ ስጋ ዝበልዑ ተረዲኻኒ ስጋ ዝሰርቁ ሰባት እሞ ተሓቢኦም ኣምፂኦም ኣብኡ እናሓከሙ መሬትና እንትብሉካ መን ይኣምነካ ብግልጺ ኢና ንዛረብ ዘለና። ናይቲ ዶክተር ሃድራ ስልኪ እውን ክበካ ይኽእል እየ። ኣይሕክምን ዘለኹ ዝብል እንተኾይኑሲ ካብ ዝሓክምዎም ሰባትስ ከነራኽቦ እውን ንኽእል ኢና ንዕኡ ስኢሉ ውርሳያት ኣይኮነን። ተጋደልቲ ወጺኦምስ ፋኖ ይሕክሙ ኣለዉ። ፋኖስ ኣብ ኣብ ኣዋሽ ኣብ ኣዋሽ እንዳ 20 ክልተን እንዳ 20 ክልተን ደላ ብገብረስላሴ ትምራሕ ናይቲ ግቢ ሓለዋ እሳ እያ ኣይፈልጥን እዩ ኢሉና ንዓና እዚ TDF ጠጠው ኢሉ እናሓለወስ ተረድሃኒ ገና ቁስሉ ዘይሓወየ እናሃለወ ዝገደደ ተዘይኮይኑ ማለት እዩ ዝገደደ ተዘይኮይኑ መብዛሕትኦም መውፅኦም ፊር ኣሃዱኹም ኢሎሞም ይፈልጡ እዮም ገለ TDF ይፈልጡ እዮም እዚ ከምዚ እናገበርካ መሬት ትሓተት ምስ መንግስቲ ፌደራል ንዝገጥም ዝኾነ ይኹን ጉጅለ ሓሓቢእኻ እናሓከምካ ተረዲኻኒ ሓሓቢእኻ ካሊእ ስራሕቲ እናሰራሕኻ ካሊእ ድጎማታት እናሃብካ መሬትና ዝምልሰልና እይመስለናን እንተበልካ ስቅ ኢልካ መስሓቅ ሰብኻ ክትከውን እምበር መን ይኣምነካ ብዛዕባ ህዝቢ ክትሓስብ ተኾይንካ ኣብነት መሬት ኣይተመለሰን ሓቂ ዋ ተጋሩ ተሓባቢሮም ነቶም ኣብኡ ዘለዎ ቀለብ ነቶም ኣብኡ ዘለዎ መንበሪ እዚ ከመይ ይሰኣን መራሕብ ዘለዎ ዓዲ ትረዳሃኒ ዳስ ኣብ ዳስ ኮይኑ ዝብኢ ብቀትሪ ምድሪ እናወሰደ ቆልዓ ከም ሃገር ኣብ ዜና ከም ሃገሮም ኣብ ማሕበራዊ ሚድያ ይርእይዎ እዚኦም ናይ ህዝቢ ተወከልቲ ድዮም ብስሩ ንህዝቢ ከ ይሰምዑ ድዮም ሓደ በለለይ እዚ ካልኣይ ጦርነት የድልናን ክንብል ከለና እኮ ጦርነት ከም ዘድልዮም ብግልፂ ዘምፅዎ ነገራት ኣሎ ኣብነት እንታይ ይገልፀልካ ይደሊ 212 ዓመተ ምህረት ሚድያ እናሃለኹ ማለት እዩ ዝወረደ ሰርኩላር መደብ ነይሩ ኣንፈት ሕገ መንግስትና ከምዚ እዩ ዝብል ይብል እንታይ ይብል ንሓሙሽተ ዓመት ምስ ኣገልገለ ግድን መረፃ ክግበር ኣለዎ እዩ ዝብል ኮረና እዩ ነይሩ ሽዑ ኮረና ማለት ቤት ትምህርትታት እውን ተዓፅየን ዝነበራሉ ግዜ እዩ ትዝክር ተኮይንካ ተዓፅዩ እናሃለወ ኖ ምርጫ ክግበር እዩ ዝብል ዝነበረ ሓይሊ ሕዚ ተረዲኻኒ ምርጫ ክግብር እዩ ኢሉ ምርጫ ዝገበረ ማለት እዩ ናብኡ ዘእትወና መስከረም እንተኮይና ቀዳማይ ሚኒስትር እዩ ዝበሃል ቀዳማይ ሚኒስትር ነበር እዩ ዝበሃል እምበር ቀዳማይ ሚኒስትር ተባሂሉ ኣይፅዋዕን ተባሂሉ ንሚድያታት ኣንፈት ዝሃብ ሓይሊ ዝሓለፈ ጳጉሜን ዕድመ ስልጣኑ ዘብቅዐ ኣይሕጋውን እዩ ተባሂሉ ተቐቢልዎ እዩ ድሓን ግን ብርእሱ ሕጋዊ እዩ በለሱ ጳጉሜን ዕድመ ልክዑ ዕድምኡ ዘብቅዐ ሕዚ ኣብ ለካቲትን ኣብ መጋቢትን ሸውዓተ ወርሒ ምስ ሕለፈ ማለት እዩ ምስ ኣኽተመ መንግስተይ ክመልስ እየ ክብለካ ከሎ እንታይ ስለ ዝኾነ እዩ በቃ ብግልፂ እኮ ክነግረካ ናብ ውግእ ንምእታው ግጠሙኒ እያ ምህለላ በቃ ምህለላ እያ እዚኣ ከዓ ናይ ምን ድፍኢት እያ ብድሕሪት ኣለዋ ፕሬዚዳንት ለለኡ ፕሬዚዳንት ወዲ ወረደ ደሎ ሓቂ ኣናውሒ ኢልኳ ድእዋ ናብ ቢሮ ኣቲኻ ኣይቅበልን በል ይበሃል እንትና እኮ ደብረፅዮን ክኸውን ከሎ እኮ ብኪልኡ በካይድኡ ብመልክዑ ፅቡቅ ስለ ዝነበረ ኣይኮነን እቲ ህዝቢ ዝሃቦ ሓላፍነት ዶ ነይሩ ተረዲኻኒ ብዚኣ ኢና ሪስፔክት ንዎ ነርና ኣብኡ ኮይኑ ባዕሎም እዮም ዝመረፅዎ እዩ ሓቀይ ኣይቅበልን በል ይመፅእ ብሓደ ወገን የለኻን ኣይንቕበለካን እውን ኢሎም ኣብ ኣኽሱም እውን ኣኼባ ኣካይዶም ሰራዊት እውን ደድሕሪኦም ይኸይድ ኣሎ ተረዲኻኒ ስለዚ ንዓቢ ዲና ዘለና ከም ዝተወሰነ መንገዲ ንድሕሪት ተመሊስና ናብ ስርዓት ክንኣቱ እንተዘይክኢልና ዝኸፍኣ ሓደጋ ክመፀና ይኽእል እዩ ማሕበረሰብ ዓለም እተን ማዕከናት ዜና ዘቓንዮ ዝነበራ ርኢኻዮ እንትኾንካ ጦርነት ክኽፈት ይኸውን እዩ እዩ ሕዚ እሞ ንሕና ኣብታ ዝነበርናያ እዚ ኩሉ ሽግር ዘሕለፍናላ ግዜ ጦርነት ወሲኽናላስ ንኸውን ዶ ከም ህዝብስ ክንህሉ ንኽእል ዶ ብብዙሕ ደቂቕና እናሃለና ማለት እዩ
ሽባርከስ ፍትዋት ተከታተልትና ናይ ሎሚ መደብና እዚ ይመስል ነይሩ ተሞችኩም ኢልና ተስፋ ንገብር እስካብ ቀፃሊ ንጋነን ብለለኩም ሰናይ ፃኒሕት ይኩነልኩም።